Computers, cars and more updated information and facts. Please subscribe to our channel. ሰላም ንዓኹም ዝኽብርኩም ተኸታተልቲ ስማርት ኔሽን ፕሮ ከመይ ቀኒኹም ኣብ ናይ ሎሚ መደብና ኸኣ ከመይ ጌርና ዝተዓፅወት ላፕቶፕ ወይ ምኽፋት ዝኣበየትና ወይ ድማ ፓስወርዳት ዘይንፈልጣ ተኾይና ከመይ ጌርና ንኸፍታ ስቴፕ ባይ ስቴፕ ክንርኢ ኢና ሰናይ ምክትታል። ሓወይ እምበር መጀመርያ ኣብ ካልእ ላፕቶፕ ኣብ ሓንቲ ትሰርሕ ማለት እዩ ኣብ ጉግል ኣቲና ዊንዶስ ቴን ዳውንሎድ ንብላ ኦራይት ኣብዛ ሕጂ ዝኾነ ዊንዶውስ ክንመርጽ ንኽእል ኢና ኣነ ሕጂ ብዊንዶውስ ቴን እየ ከርእየኩም ዊንዶስ ቴን ሰርች ምስ ገበርናዮ ከም ንሪኦ ዘለና ወላ እቲ ኣድረስ ንኣብነት ማይክሮሶፍት ዳት ኮም ክኸውን ኣሎ እዚ እውን ቸክ ግበርዎ ማለት እዩ ዳውንሎድ ትገብሩ ከለኹም ስለዚ ኣብዚ እንታይ ኢና ንመርፅ ሕጂ ኢንስታሌሽን ሚድያ ኢና ደሊና ዘለና ከም ንሪኦ ዘለና ኣብዚኣ ንጠዎ ኢንስታሌሽን ሚድያ ምስ ኣተና ከም ንሪኦ ዘለና ኣርባዕተ ኦፕሽንስ ሂብና ኣሎ ካብ ዊንዶስ 7 ክሳብ 11 ሕጂ ግን ኢለቨን ብዙሕ ግዜ ዘይክሰርሕ ይኽእል እዩ ግን ዊንዶውስ ቴን ኢና ደሊና ሕጂ ኣብ ዊንዶውስ ቴን ንጠዎ ኣብዚ ክልተ ኦፕሽንስ ሂብና ኣሎ ኣፕዴት ነው ኣብዚ ሓደ ከዓ ክሬት ዊንዶውስ ቴን ኢንስታሌሽን ሚድያ ስለዚ እዚያ ኢንስታሌሽን ሚድያ እያ ተድልየና ዘላ ኣብዚኣ ኢና ዳውንሎድ ነው ንብላ ኦኬ ክንሪኦ ዘለና ኣብቲ ናይ ዳውንሎድ ሊስት ትሄዳላ ኦኬ ኣብዚ ኣይትና ንረኽባ ንኽእል ናብ ዳውንሎድስ ምስ ኣተና ኦራይት ኦፕን ፋይል ንብል ኣብዚ ማለት እዩ ኣብዚ ኦፕን ፋይል ምስ በልናዮ ኦልሬዲ እቲ ፕሮሰስ ይጅምር ማለት እዩ ኦኬ ኣብዚ ንእግረ መንገዲ ክነግረኩም ዘሊ ኣብዚ ንኣብነት ኣብዴት ናው ትብል ዘላ እንተ ጠዊቕና ነታ ሒዝናያ ዘለና ላብቶብ ነታ ንጥቀመላ ዘለና ኢና ኣብዴት ንገብራ ዳውንሎድ ተኢልና ግን ናብ ፍላሽ ኢና ዳውንሎድ ንገብሮ ዘለና ምክንያቱ ሓንቲ ካልእ ላፕቶፕ ኢና ከነዕርደ ኢልና ዘለና ወይ ክንከፍት ስለዚ እቲ ፍላሽ ናትኩም ኦሬዲ እቲኹሞ ፅንሑ ኣብዛ ሕጂ ጥቀምላ ዘሎ ወይ ዳውንሎድ ንገብረላ ዘለና ፕላስ እታ ፍላሽካ ሸሞንተ ጊጋባይት ብውሕዱ ፍሪ ክትከውን ኣለዋ ሸሞንተ ጊጋባይት ፍሪ ዝኾነት ፍላሽ ኦሬዲ ኣብዛ ላፕቶፕ እቲኹም ፅንሑ ኦራይት ሕጂ መፅያ ኣላ ኣብዚ ሓንቲ ንገብሮ የለን ጀስት ኣክሰፕት ኢና ንጠዎ ኦኬ ዋት ዩ ዋንት ቱ ዱ ኣብዚ ሕጂ ኣፕግሬድ ዲስ ፒሲ ናው ድዩ ዋላ ትብለና ኣሎ ኣይኮነ ንሕና ኣብዚ ክሬት ኢና ክንገብር ደልና ድና ኢንስቶሌሽን ሚድያ ስለዚ ኔክስት ንበላ ኦኬ ኣብዚ ዋላ ሓንቲ ላንጌጅ ናቱ ዋላ እቲ ኤዲሽን ገለ እዩ ዝነግረና ዘሎ ዋላ ሓንቲ ንገብሮ የለን ኣብዚ ጀስ ኔክስት ንበላ ኦኬ ዩኤስቢ ፍላሽ ከም ዝበልኩኹም ሪኢኹም ኣብዚ ኣትሊስት ኤት ጊጋባይት ትብለና ኣሎ ኦኬ ሶ ንሳ ይቕል ሓንቲ ኣብዚ ዊንዶውስ ኢ ኣቲና ንኣብነ ዘርእኩም ዘለኹ ናተይ ሕጂ ኣትያ ዘላ 14 ጊጋባይት እዩ ኦኬ 14 ጊጋባይት ፍሪ ፍላሽ ኦልሬዲ ኢንሰርት ገይረ ኣለኹ ኢትዮ ኣለኹ ኦኬ ኣብዛ ጅዋል ሓንቲ ንገብሩ የለን ኔክስት ጥራይ ንበላ ክንሪኦ ዘለና ኣብዚ ስደት ዩኤስቢ እዚ ኔክስ ንብሎ ኣብዚ ክሳብ ሚእቲ ትቆፅር ኣብዚ ክንፅበ ኢና ኣነ ግን እንዳሓለፍኩ እየ ከሪኦኩ ክሳብ ሚእቲ ኣብዚ ይፅበን እዩ ግዜ ክወስድ እዩ ሶ ንቐፅል ሕራይ ወዲኣ ኣላ ዩኤስቢ ፍላሽ ድራይቭስ ሬዲ ትብለኒ ኣላ ኦኬ ሶል ሓንቲ ንገብሮ የለን ፊኒሽ ጥራይ ንበላ ድሕሪኡ ኣብዚ ዊንዶውስ ኢ ንጠዎ ኦኬ ዊንዶውስ ፕላስ ኢ ኣብ ኪቦርድ ናትና ምስ ጠወና ናብቲ ክሳይ ከወስደና ኣብዚ ዲስ ፒሲ ኢና ክንብላ ኣብዚ ዲስ ፒሲ ምስ ኣተና እዚኣ እታ ፍላሽ ናትና ማለት እዩ ኦረዲ ርኢኹማ ሕጂ ትፍልሊ መሊኣ ራይት ዓንቶ ይነፀያ ነይራ ራይት ክሊክ ጌርና እምበር ሕጂ ኢጀክት ኢና ንብላ ኢጀክት ማለት ሴፍ ቱ ሪሙቭ እዩ ሓንቲ ብውሕስነት ነቲ ፍላሽ ኣሎ ስለዚ ንቐፅል ሕራይ እምበር ሕጂ እዚኣ እታ ላፕቶፕ እያ እታ ክትዕረ ተደልያ ዘላ ኦረዲ እታ ፍላሽ ኢተያ ኣለኹ ኤንድ ኦን ምስ በልናያ ነታ ኮምፒውተር ኣት ደ ሴም ታይም ማለት እዩ ልክዕ ኦን ምስ በልናያ ንኢስኬፕ ንጠዎ ኦኬ ESC ኣብ ላዕሊ ኪቦርድ ኣላትኩም ጫፍ ጸጋም ንዓንጥዋ እቲ ዕላማ ከኣ ናብዚ Boot Device Options ዝብል ዶ ኣሎ ትሪእዎ ኣለኹም ኣብ F9 ኣሎ ትብለኒ ኣላ ሕጂ ብ ገሊኤን ላፕቶፕ ዳይረክት ትኽፈት እዩ ኣብ ገሊኤን ከኣ ከም ትሪእዋ ዘለኹም ኣብ F9 ትብለኒ ኣላ ሕጂ ኦኬ ኣብዚ F9 ንጥውቕ ማለት እዩ ኣብዚ ኪቦርድ F9 ትብል ደልየ ኣብዚ ላዕሊ ትሪእዋ ኣለኹም ነዚ ኣይንኣንጥዎ ኦኬ ኤፍ ናይ ምስ በልኳ ናብታ ሳንዲስ ናብታ ዩኤስቢ ስታይ ወሲዳትኒ ማለት እዩ ኣብ ዝበል ሓንቲ ንገብሮ የለን ጀስት ኢንተር ንበላ ኣብዚ ሕጂ ሰት ኣፕ ኦኬ እቲ ዊንዶውስ እዩ እዚ ሓንቲ ኣብዚ ክንቅይሮ ንኽእል ኢና እቲ ታይም ኤንድ ካረንሲ ፎርማት ገለ ዝብል ዘሎ እቲ ዘለናይ ሃገር ብኡ ክንቅይሮ ንኽእል ኢና እዚ ዋላ እቲ ኪቦርድ ንባዕሉ ናይቲ ስታይ ክኸውን ዘሎ ሕጂ ብዚ ንኣብነት እቲ ዘለኹዎ ሃገር ክመርፅ እየ ቤሎ ስታሓቲ ስዊድን እወ እቲ እወ እቲ ታይም ብናይ ስዊድሽ ገይሩ ኣለኹ ዋላ እቲ ኪቦርድ ኤንድ ኢንፑት ሜተድ ዝብለ ኣለውን ኣውቶማቲካሊ ተቐይሩ ኣሎ ባዕሉ እንተዘይኮይኑ ስዊድሽ ንገብሮ ኦራይት ኔክስት ንበላ ኣብዚ ሕጂ ኢንስቶል ሪፐር ኣይኮናን ክንገብራ ኢንስቶል ኢና ንገብራ ሰርት ኣብ ስታርቲንግ ክለና ኣለ ኣብዚ ግን እንዳሓለፍኩ ከርእየኩም ንቐፅል ኦኬ ኣይ ኣክሰፕት ደ ላይሰንስ ተርምስ ጥራይ ኢና ንብላ ኣብዚኣ ዋላ ሓንቲ እቲ ላይሰንስ ተርምስ እዩ ሶ ኣብዚ ኣቲና ኔክስት ንጠውቕ ኣብዚ ክልተ ኦፕሽንስ ዋት ታይፕ ኦፍ ኢንስታሌሽን ዩ ዋንት ትብለና ኣላ ኦኬ እዚ ኣፕግሬድ ተዳ ኮይኑ እቲ ዘሎ ፋይልስ ወይ እቲ ኣብታ ላፕቶፕ ዘሎ ጸኒሑስ እቲ ዊንዶውስ ምስኡ ማለት ኢንስቶል ክኸውን እዩ ግን እዚ ኦፕሽን እዚ ብዙሕ ግዜ ስለ ዘይሰርሕ ኣብዚ ካስተም ኢና ንብላ ራይት እንተ ዘይንፈልጦ ኮይና ብፍላይ እንታይ ዓይነት ዊንዶውስ ኣለዋ እታ ኮምፒውተር ገለ ወላ ሓንቲ ኣብዛ ካስተም ኢና ንጥወቕ ኦኬ ኣብዚ ምስ ኣተና ኣበይ ኢና ኢንስቶል ክንገብሮ ዘኢልና እቲ ዊንዶውስ ኣብዚ ትሓተና ኣላ ኣብዚ ሕጂ ከም ንሪኦ ዘለና እቲ ፖርሽን ናይዚ ወይ እቲ ዲስክ ማለት እዩ እቲ ሓደ ሓሙሽተ ሚእቲ እዩ ኣብዚ እውን ተዳሪእናዮ ዊንዶውስ ካንት ብኢንስታል ትብለኒ ኣላ ኦኬ ዊንዶውስ ኣብዚ ኢንስቶል ክኸውን ኣይክእልን እዩ ትብለና ኦኬ እንታይ እቲ ምክንያት ኣብዚ እቲ ዲቴይልስ ክንሪኦ ንኽእል ኢና ሾው ዲቴይልስ ኢልና ወላ ኣብዚ ውን እቲ ዲስክ ፓርቲሽን ትቮ ኣብዚ ክልተ ዝብል ዘሎን ዕስራን ሸሞንተን ኣሎ እንተ ዳሪና ሕጂ ብዚ እንታይ እዩ ዝብል ዘሎ ዊንዶውስ ካን ኦንሊ ቢ ኢንስታል ቱ ጂፒቲ ዲስክስ ስለዚ እዚ ኢኤፍኣይ ሲስተምስ እዩ ዘሎ ስለዚ ኣብ gpt disk ጥራዩ ኢንስቶል ክኸውን ዝኽእል። ኦኬ ከም ጸገም እንተድኣ ኣምጺኣትልኩም ወይ ድማ ከም ዝተድኣ ኢላትኩም FN plus F ዓሰርተ ንጥዎ። ኦኬ FN shift ዓሰርተ ሶሪ FN plus shift plus ዓሰርተ ምስ ጠወና ከምዚ ክመጸልና እዩ። ኣብዚኣ ኣብዚ ከም ትሪእዋ ዘለዎም disk part ኢልና ንጽሓፍ። ዲስክፓርት ኢልና ኢንተር ምስ በልና እንደገና ኣብዚ እውን እቲ ሊስት ናይቲ ዲስክ ኣብታ ኮምፒውተር ዘሎ ክትመፀልና ስለ ዘለዎ ሊስት ኢልና ክንፅሕፍ ኢና ሊስት ኦኬ ደድሕሪ ይፅሓፉ ሊስት ዲስክ ድሕሪ ኢንተር ኢና ንብሎ ኦኬ ስለዚ ኣብታ ላፕቶፕ ዘሎ ዲስክ ክተምፃለያ ማለት እዩ ኦኬ ኣብዚ ክልተ ዲስክ ኣምፅያትለይ ኣሎ ዲስክ ዜሮ ኤንድ ሓደ እቲ ሓደ ክንደይ ኣሎ 29 ጊጋባይት ኣሎ ስለዚ ኣብዚ ሰሌክት ዲስክ ኢልና ከም ትሪእዋ ዘለኹም ጸሓፍኮ ሰሌክት ዲስክ ሕጂ ኣየና እየ ደልዮ ዘለኹ እታ ዜሮ ማለት እዩ ዲስክ ዜሮ እታ 29 ጊጋባይት ዘለዋ ኣብኣ ኢንስቶል ገብራ ሰው እታ ደለኹማ ቁፅሪ እታ ዲስክ መሪፅና ንፅሕፋ ኢንተር በልዋ ዲስክ ዜሮ ኢስ ናው ደ ሰሌክትድ ዲስክ ኦኬ ስለዚ እንታይ ኢና ንገብር ክሊን ክንገብራ ኢና ኦኬ እታ ዲስክ እታ መሪፅናያ ዘለና መጀመርያ ክነፅራ ኢና ክሊን ኢልና ኢንተር ንበላ ኦኬ ሳክሲድድ ኢን ክሊኒንግ ትብለና ኣሎ ደ ዲስክ ኦራይ ፅቡቅ ሕጂ ኮንቨርት ክንገብሮ ኢና ማለት እዩ ኮንቨርት ንፅሓፍ ኦኬ ኮንቨርት ናብ ጂፒቲ ማለት እዩ ኮንቨርት ጂፒቲ ኤንድ ኢንተር ንበላ ኦኬ ስለዚ ኮንቨርትድ ኮይኑ ትብለና ኣላ እቲ ጂፒቲ ፎርማት ቀይርና ኣለና ስለዚ ኢንስቶል ክኸውን ይኽእል እዩ ማለት እዩ ኣብዚ ዴስክ ስለዚ ኣብዚ ወላ ሓንቲ ኤግዚት ንበላ ኤግዚት ኦኬ ሊቪንግ ዲስ ፓርት እንደገና ኤግዚት ኢልና ክንፅሕፍ ኢና ካልኣይ ግዜ ሽዑ ኢንተር ምስ በልና ወዲእና ኦኬ ስለዚ ኣብዚ ወላ ሓንቲ እቲ ዝፀንሕ እዩ ዝተርእየና ዘሎ ኦሬዲ ዕሪና የልና ስለዚ ኣብዚ ሪፍሬሽ ጥራይና ንብላ ኦኬ ሪፍረሽ ምስ በልና እታ ሕጂ እታ ዲስክ ስሌክት ዝገበርናያ ትመጽያ ኦኬ እዚኣ እታ ዲስክ ማለት እዩ ዲስክ ዜሮ እታ ድራይቭ ኦራይት ስለዚ ኣብዚኣ ኢና ኢንስቶል ክንገብራ ማለት እዩ ኔክስት ጥራይ ናብላ ኔክስት ንጠው ክንሪኦ ዘለና ሕጂ እቲ ዊንዶውስ ኢንስታል ክኸውን ኣሎ ማለት ኢንስቶል ክኸውን ኣሎ ኮፒ ዊንዶውስ ፋይልስ ገለ ትብለና ኣሎ እዚ ክንፅበይና ኩሉ እዚ ክሳብ ዝውድእ ኣነ እንዳሓለፍኩ እየ ክርእየኩም ክንሪኦ ዘለኹም እዚ ኩሉ ሃንድረድ እንዳቆፀረ ክውድ እዩ ኦኬ ሕጂ ምስ ወደት ዳይረክት ከምዚ ዝብል ክመፀኩም እዩ ዊንዶውስ ኒድስ ቱ ሪስታርት ኮንቲኒ ኦኬ ክንፅበያ ኢና ቁሩብ ኣነ እንዳሓለፍኩ እየ ዘርእየኩም ዘለኹ። ኦኬ ከም ንሪኦ ዘለና ክሳብ ሚቲ ደሓን እዩ ኣብዚታት ብዙሕ ግዜ ትወስድ እያ ኦኬ ምስ ወድእት እምበር ከምዚ ክመፀናይ ካብዚ ንኒዮ ለሓንቲ ቀሊል እዩ ትፈልጥዎ ይኹም ለሓንቲ እቲ ሪጅን ናትካ ትመርፅ እቲ ዘለኸይ ሃገር ማለት እዩ ኔ እየስ ኢልካ እቲ ካልእ እውን ባዕልኹም ስታይ ግበርዎ ማለት እዩ ኣነ ከሕልፈ የኽሉ ግዜ ከይወስደልና so ኩሉ ምስ መላእናዮ እዚ ብድሕሪ እዩ ማለት እዩ leave everything to us ገለ ዝብል ዘሎ ኩሉ ምስ መላእክዎ እዩ እዚ ok ኣገዳሲ ተኾይኑ ኣብ ካልእ ግዜ ብዛዕባኡ እውን ከርእየኩም እየ ጸገም የለን ግን ስይታ ምስ መላእናያ already ተኸፊታ ማለት እዩ so ተኸፊታ ኣላ እዛ ላፕቶፕ ማለት እዩ ሕጂ ዋላ ሓንቲ ዝተረፈ የለን እቲ ካልእ ቀሲልኩም ባዕልኹም ቸክ ትገብርዎ ኣብዴት ድኾን ተልዮ ኣብዴት ግበርዎ ምስቲ ካልእ ትምህርታት ናብ እንዳኸድኩም ማለት እዩ። እምበኣርከስ ዝኸበርኩም ተኻታተልቲ ስማር ኔሽን ፕሮ ናይ ሎሚ ዝነበረ መደብና ነዚ ዝተኻታተልኩሞ ይመስል ሃናጺ ርኢቶኹም ኣብ መደባትና ሓጋዚ እዩ እሞ ተሳትፎኹም ኣይፈለየና እንዳበልና ንዘይበጽሖም ኣሕዋት ምእንቲ ክበጽሖምን ክመሃርሉንከ ሼር ምግባር ኣይንሕመቕ። ካልኦት ኣዘናጋዕትን መሃርትን መደባትና ውን ንምክትታል ሳብስክራይብ ክትገብሩ ብኽብሪ እንዳዓደምና ኣብ ቀጻሊ ብኻልእ መደብ ክሳብ ንራኸብ ሰሰናዩ ንዓኹም።